ተኸሲሱ። ግዝኣት ዶባዊ ምዕራብ ሶማልያ ታሪኻዊ ዝኾነ መስርሕ ምርጫ ንምክያድ ትብገስ ሃላ። ሰላም ከመይ ትጸንሑ ተኸታተልትን ፈተውትን ሕርያ ንውስ ኒውስ ዜናታት ዝዕለት ሒዝና ቀሪብና ኣለና። ቻናልና ላይክ ሼር ሳብስክራይብ ብምግባር ፈላማይ ሕርኡም ይግበሩ ናብ ዝርዝሮም ኣቢልና። ሎሚ ሓደ ጉንበት ኣቢሉ ዓሰርተ ጎደል ንክልተ ንግሆ ካብ ኣዲስ ኣበባ ናብ ከተማ መቐለ ኣሉ ኣባ ነጋ መዕርፎ ነፈርቲ ትጓዓዝ ዝነበረት በረራ መንገዲ ኣየር ኢትዮጵያ ኣብ ከተማ መቕለ ከይዓረፈት ናብ ኣዲስ ኣበባ ምምላሳ ስዒቡ ራዕዲ ፈጢሩ። እዛ ዝተመለሰት በረራ ራዳር ዕስራን ኣርባዕተን፣ ሃንደበታዊ ምቁራጽ በረራ ኣብ ብዙሓት ጥርጣረን ሕቶታት እኳ እንተተላዕለ፣ እቲ መንገዲ ኣየር ግን ብዛዕባ እቲ ኩነታት ዝርዝር መብርሂ እውን ሂቡ ኣሎ። ሎሚ ንሚድያ ብዝሃቦ ሓበሬታ እውን መንገዲ ኣየር ኢትዮጵያ ነፋሪት ኣብ መሬት ብዝተፈጥረ ምብልሻው መሳርሒ መራኸቢታት እምበር ብሰንኪ ቴክኒካዊ ብልሽት ናይታ ነፋሪት ከም ዘይተመልሰትን ትገልጽ። እታ ነፋሪት ናብ ኣዲስ ኣበባ ዝተመልሰትሉ ምኽንያት ኣብ መቐለ ነዳዲ ስለ ዘየለን ተወሳኺ ነዳዲ ክትጽዕን ከም ዘድልያ ብምግላጽ ነቲ ጸገም ምስ ንቡር ቴክኒካዊ ስርሒት ዝተኣሳሰር ምዃኑ'ዩ ሓቢሩ። እቲ መንገዲ ኣየር ብተወሳኺ ዝፍጻመ ምስ ህልው ኩነታት እቲ ክልል ዝኾነ ምትእስሳር ከም ዘይብሉ ኣነጺሩ'ሎ። ኣብ መሬት ዝነበረ ናይ ርክብ ጸገም ብእኡ ድማ ምስ ተፈትሐ እታ ነፋሪት ተመሊሳ ብዓወት ዓሪፋ'ላ። ሕዚ ድማ ኩለን ናብ ከተማ መቐለ ዝገብራ በረራ'ውን ናብ። ክትሰርሕ ንቡር ስርሐን ጀሚራ ኣለዋ። ንግዚኡ ግን ምስ ኣብቲ ክልል ኣጋጢሙ ዘሎ ኩነተ እዋናዊ ሃዋህው እውን ስግኣትን ድንጋፀን እውን ፈጢሩ ፀኒሑ። ነቲ ኣብ ትግራይ ዘሎ ሓዱሽ ምዕባለ ስዒቡ መንግስት ፌደራል እንታይ ክገብር ኣለዎ ዝብል መድረኽ ተሳሊጡ ብሎም ዕለት ዝተሳለጠ ብሚኒስተር ቆላን መስኖ ፌደራል ብዶክተር ኣብርሃም በላይ ዝተዳለወ መድረኽ ላዕለዎት ወታደራዊ ኣዘዝቲ መራሕቲ ፖለቲካዊ ውድባት ሰብ ሃፍትን ካልኦት ዝተረኸብሉ ዘተ ብርክት ዝበሉ ሓሳባት ኣልዒሎም ኣለው። ኣብ ትግራይ ዳግማይ ኲናት እንተተወሊዑ እንታይ ክግበር ኣለዎ? ሰብኣዊ ቀረባት ከቋርፁ የብሎምን፣ ክቋረፅ እንተኾይኑ እውን እቶም ነቲ ዂናት ከለዓዕሉ ዝኽእሉ ኣካላት ሰለባ ምኽንያት ክኾኑ ደኣ እምበር ሰላማዊ ዜጋ ክልከም የብሉን ዝብል ሓበሬታ ኣልዒሎም። መንግስቲ ፌደራል ንህዝቢ ትግራይ ከም ኣካል ህዝቢ ኢትዮጵያ መጠን ደሕንነቱ ንምሕላው ሰላሙ ንምርግጋዕ ኣፀጋሚ ኹነታት ክፈጥር የብሉን መንግስቲ ፌደራል ኣብ ጎኒ ህዝቢ ትግራይ ክኸውን ኣለዎ ዝብል ሓበሬታ ዘለዕሉ እንትኾኑ ይህን ሚህን እውን ተባሃሂሎም ብሰንኪቲ ኣብ ትግራይ ዝተፈጥረ ሓዱሽ ምዕባለ ድማ ሰላም ንምርጋፅ ዝውሰዱ ዘለዉ ስጉምታት ተጠናኺሮም ክቕፅሉን ዝኾነ ይኹን ናብ ጎንፂ ከእቱ ዝኽእል ተፃብኦ ንምውጋድ ድማ ዝለዓለ ቦታ ክወሃቦ ከምዘለዎን ሉኣላውነት ሃገር ደሕንነት ዶባት ናይ ምሕላው ቀዳማይ ሓላፍነት ድማ ናይ መንግስቲ ፌደራል ብምዃኑ ዶባት ኢትዮጵያ ብምክልኻል ሰራዊት ሃገር ጥራሕ ክሕለው ዝኾነ ኣካል ናይ ወፃኢ ሓይሊ ኣብ ውሽጢ መሬት ኢትዮጵያ ክህልው የብሉን ክብሉ ድማ ብፍላይ ሰራዊት ኤርትራ ካብ ግዝኣት ኢትዮጵያ ክወፅእ ኣለዎ ዝብል ሓሳብ እውን ኣልዒሎም ክዛተይሉ ተራእዮም። ድሕሪ እቲ ኹናት ዘይተርፍ ኮይኑ ግን ዝኾነ ምንቅስቓስ ነፈርቲ ይኹን ስጉምቲ ንፁሃን ዜጋታት ዘይኮነስ ነቶም ሰላም ዝዘርጉ ገበን ዝፍፅሙ ኣካላት ጥራሕ ፈሊኻ ክኸውን ኣለዎ ዝብል ሓሳብ ኣልዒሎም። ኣብ ትግራይ ስግኣታት ክለዓል ከሎ ቀረባ ተተሓሒዙ ብፍላይ ድማ መንገዲ ኣየር ኢትዮጵያ ምቁራፃት ከርኢ ዝረኣ እንትኸውን፣ እዚ ስዒቡ እውን ዝኾነ ዓይነት ናይ መንገዲ ኣየር በረራታት ኸቋረፅ ከምዘይብሉን እዚ ክኸውን እንተኾይኑ ድማ ንፁሃት ዜጋታት ምልካም ዘይኮነስ ነቶም ሰላም ዝዘርጉ ኣካላት ገበን ዝፍፅሙ ፈሊኻ ክኸውን ኣለዎ ዝብል መድረኽ እዩ ተሳሊጡ ዘሎ። ተመዛበልቲ ክምለሱ ኣብ ትግራይ ዘሎ ፋይናንሳት፣ ንጥፈታት ንግድን መጓዓዝያን ድማ ናብ ንቡር ኩነታት ክምለሱ ኣለዎም ዝብል ዘተ እውን ኣካይዶም። እዋናዊ ኩነታት ትግራይ ኣብ ኣዲስ ኣበባ ብምቕማጥ ድማ ምስ።

ክድግፉዎ ኣፍሊጡ። ትራምፕ ኣብ መግለጺኡ ኣብ ዝሓለፈ መዓልታት ኣዝዩ ጽቡቕ ዝርርብ ከም ዝፈጸመን በዚ መሰረት እቲ ቅድሚ ክልተ ኣዋርሕ ዝተወልዐ ኲናት ኣብ ሓጺር እዋን ክዛዘም ምዃኑ ብምሕባር ብኣንጻሩ ብወገን መንግስቲ ኢራን ዝተውሃበ ግብረ መልሲ ድማ ቁጥቢ ምዃኑ ድማ ኢዳ ከም ዘይተእቱ እውን ዝንገር ዘሎ ወሃቢ ቃል ሚኒስተር ጉዳያት ወጻኢ ኢራን እስማኤል ድማ እማመ ኣሜሪካ ገና ኣብ ገምገም ምህላዉ ዝጠቐሰ ብምዃኑ ኢራን ንዓሰርተ ኣርባዕተ ነጥብታት ንዝቐመጠ እማመ ብዝግባእ ድሕሪ ምምርማር ብመንገዲ ፓኪስታናውያን መንጎኛ ርእይቶኣ ክተካፍል ምዃና ዘነጸረ እዩ። ይኹን እምበር ኣብ መንጎ ክልቲኤን ሃገራት ዘለዎ ናይ ሳልሳይ ወገን ዲፕሎማስያዊ መንገዲ ኣካታዒ ኮይኑ እዩ ዝቕጽል። ወሃቢ ቃል ኮሚሽን ሃገራዊ ድሕነት ባይቶ ኢራን ኢብራሂም ድማ እማመ ኣሜሪካ ዝርዝር ድሌታት ሃገር ጥራሕ እዩ ብምባል ንጹር ንጹግ ምዃኑ ብምግላጽ ኣሜሪካውያን ኣብ ዝኸሰርዎ ኲናት መጻሕፍት ከውሕስዎ ንዘይከኣሉ ድሌታቶም ብስም ዘተ ክረኽብዎ ከም ዘይኮኑ እዩ ዘተሓሳስብ ዘሎ። ሰበ ስልጣን ኢራን ብተወሳኺ ሃገሮም ኣጻብዕቲ ኣብ ቃታ ተኺላ ነቲ ኩነታት ትከታተሎ ምህላዋ ብምግላጽ ኣሜሪካ ኣድላዪ ሕድገታት እንተዘይገይራ እቲ ሰላማዊ ዘተ ክዕወት እንተዘይተሓባቢራ ኢራን ከቢድ ጣዕሳ ዝፈጥር ግብረ መልሲ ንምሃብ ድልውቲ ምዃና ኣጠንቂቖም ዘለዉ። እቲ ኩነታት ብጽዑቕ ዲፕሎማስያዊ ርክባት ይቕጽል ከም ዘሎ ዝገልጽ ዘሎ ዶናልድ ትራምፕ ድማ ኣብ ቃላቱ ኢራን ነቲ ብስርሒት ኤፒክ ፋሪ ዝጽዋዕ ናይ ፈለማ መጥቃዕቲ ዝሓቱ ጠለባት ውዑላት እንተተስማሚዓ እቲ ኲናት ክውዳእ ምዃኑ ብምግላጽ ካብዚ ወጻኢ ኢራን ምስ ኣሜሪካ ዝቐረበቶ ጠለባት ከተስማማዕ እንተዘይክኢላ ግን እቲ ነፈርቲ ደብዳባት ብኣዝዩ ዝለዓለ ጸዓት ዳግማይ ክጅምር ከምዝኾነ መሰረተ ልምዓት ኢራን ሙሉእ ብሙሉእ ክዓኑ ከምዝኽእል ድማ መጠንቀቕታ ዝወሃብ ዘሎ። ሰራዊት ሱዳን ሸውዓተ ነጥቢ ሽዱሽተ ቶን ወርቂ ብምስራቕ ተኸሲሱ። መራሒ መስራቲ ኪዳን ሱዳን ታሲስ መሓመድ ሓምዳን ዳጋሎ፣ ሰራዊት ሱዳን ኣብታ ፈለማ ትጎንፂ ኣብ ማእኸላይ ባንክ ሱዳን ሸውዓተ ነጥቢ ሽዱሽተ ቶን ወርቂ ሱዳን ሰሪቑ ክብል ክሲ ቀሪብሉ። እዚ ድማ ሰፊሕ ክፋል ሃብቲ እታ ሃገር ከምዝተሰርቐ ዝሕብሩ ፀብፃባት ድማ ኣካታዒ ኮይኖም ቀፂሎም። ግዝኣት ዶባዊ ምዕራብ ሶማልያ ታሪኻዊ ዝኾነ መስርሕ ምርጫ ንምክያድ ትብገስ ኣላ። ግዝኣት ዶባዊ ምዕራብ ሶማልያ ንታሪኽ ትዳሎ ኣላ፣ መራሕቲ ፌደራል ድማ ዞባ ነቲ ከባቢ ኣብ መላእ ግዝኣት ጸጥታ ተሳትፎ ህዝቢ ምድላዋት ምርጫታት መረጻ ንምምራጽ ጻዕርታት ኣብ ዘሐይልሉ ዘለዉ እዋን ሓደ ሰብ ሓደ ድምጺ መረጻ ክካየድ መደብ ተታሒዙ ኣሎ። ከም ኣካል ናይቲ ጻዕርታት ሚኒስተር ወደባት፣ መጓዓዝያ ባሕርን ሶማልያን ዓብደልቃድር መሓመድ ኑር ንምድላው እቲ መረጻ ንምድጋፍ ዝዓለመ ወግዓዊ ዑደት ስራሕ ንምክያድ ድማ ኣብ ዞባ ባኮል ኣውራጃ ዋጂድ ኣቲሎ ብሎሚ ዕለት እውን ናብ ሃገራዊ ኮሚሽን መረፃ ዶባት ኣብ ዝሃቦ መግለፂ እውን ኣብ ግዝኣት ዶባዊ ምዕራብ ዝካየድ መረፃ ቤት ምኽሪ ከባብን ባይቶ ወከልቲ ዓሰርተ ጉንበት ክካየድ ምዃኑ ብድሕሪኡ ድማ ዓሰርተ ሸሞንተ ጉንበት ኣፈ ጉባኤ ባይቶ ወከልቲ ህዝቢ ዕስራን ሰለስተን ጉንበት ድማ መረፃ ፕሬዚደንት ግዝኣት ዶባዊ ምዕራብ ክካየድ ምዃኑ ጸብጻባት ይሕብሩ ኣለዉ። ተኸታተልትን ፈተውትን ሕርያኖስ ኒውስ ንሎሚ ዕለት ዝሓዝናዮም እዋናዊ ሓበሬታታት እዞም ክሳብ ሕዚ ክትከታተልዎም ዝጸናሕኩም ይመስሉ ኔሮም። ተመልስና ብኻልኦት እዋናዊ ሓበሬታታት ክንራኸብ ኢና። ቻናልና ላይክ ሼር ሳብስክራይብ ብምግባር ፈላማይ ሕርኦም ይግበሩ።